ሰላም ጥዕና ሃበልና ፍትዋት ቤት ሰብ ሰማይ ሚድያ ነዚ ሰዓት እዚ ዘዋደድናዮም እዋናዊ ምዕባለታት እንሆ ምሳና ጽንሑ። ብሰንኪ ጆኖሳይድ ኩናት ትግራይ ህንፀተን ተቋሪፁ ዝነበራ ሽዱሽተ ፍሉያት ካልኣይ ብርኪ ኣብያተ ትምህርቲ ብ ሸውዓተ ሚእትን ሓምሳን ሚሊዮን ብር ህንፀተን ንምዝዛም ትሰርሕ ከምዘላ ማሕበር ልምዓት ትግራይ ገሊፃ። እዚ ዝተገለፀ ስንስርዓት ምፍርራም ሰነድ ስምምዕነት ቀዳማይ ምዕራፍ ምዝዛም ኣብ ከይዲ ህንፀት ዝነበራ ሽዱሽተ ፍሉያት ካልኣይ ብርኪ ኣብያተ ትምህርቲ እንትሳለጥ እዩ። ማሕበር ልምዓት ትግራይን ትካል ሱር ኮንስትራክሽንን ሓላፍነቱ ዝተወሰነ ውልቀ ማሕበርን ስነ ስርዓት ምፍርራም እንተሳልጡ ፈፃሚ ስራሕ እታ ማሕበር ኣይተ ተስፋይ ገብረዝጋብሄር ከምዝገለፅዎ ህንፀት እተን ኣብያተ ትምህርቲ ብምዝዛም ኣብ ቀፃሊ ዘመነ ትምህርቲ ተምሃሮ ንምቕባልን ከይዲ ትምህርቲ ንምጅማርን ተተሊሙ ኢሎም። እተን ካብ ፅባሕ ዓርቢ ማለት እውን ፅባሕ መዓልቲ ሰማእታት ጀሚሩ ህንፀተን ዝጅምር ሽዱሽተ ፍሉያት ካልኣይ ብርኪ ኣብያተ ትምህርቲ ኣብ ከተማታት ሸራሮ፣ ሽረ፣ ኣክሱም፣ ዓዲግራት፣ መቐለን ማይጨውን ከምዝኾና ተገሊፁ። እተን ሽዱሽተ ኣብያተ ትምህርቲ ካብተን ዝተረፋ ኣብያተ ትምህርቲ ዝተመረፃሉ ምኽንያት ህዝበ ምምሕዳር ንተን ዝተፅረሓ ከተማታት ሕድ ሕደን ሓምሳ ሚሊዮን ብር ኣታዊ ስለዝገበራ ምዃኑ ተሓቢሩ ኣሎ። ኣብ መላእ ትግራይ ዓሰርተ ክልተ ከተማታት ዓሰርተ ክልተ ፍሉያት ካልኣይ ብርኪ ኣብያተ ትምህርቲ ንምህናፅ ኣብ ክልተ ሽሕን ዓሰርተ ክልተን ዓመተ ምህረት ከምዝተጀመረ ዘዘኻኸሩ ኣይተ ተስፋይ፣ ቅድሚ እቲ ፅንተታዊ ኲናት ትግራይ ምውልዑ እተን ኣብያተ ትምህርቲ ህንፀተን ካብ ሰላሳ ሚኢታዊ ክሳብ ሰማንያን ኣርባዕተን ሚእታዊ ብርኪ በፂሐን ከም ዝነበራ ተዛሪቦም። እቲ ፕሮጀክት ብሰንኪ ጆኖሳይድ ኲናት ትግራይ ብማእኸላይ ኣርብዓን ሸሞንተን ሚእታዊ ህንፀተን ጠጠው ከም ዝበለ ከምኡ እውን ብዂናት ብዙሓት ህንፃታት ከም ዝዓነወ ገሊፆም እዮም። ኣይተ ተስፋይ ከም ዝሓበርዎ እተን ኣብያተ ትምህርቲ ህንፀተን ንምዝዛም ኣብ ዝተኻየደ ቴሎ ቶን ትካል እግሪ ምትካል ትግራይ፣ ባንኪ ወጋገንን ህዝበን ምምሕዳርን ሽዱሽቲኤን ከተማታት ዝነበሮም ግደ ዝለዓለ ነይሩ ኢሎም ኣለው። ንማሕበር ልምዓት ትግራይ መብዛሕቲኤን ከተማታት ትግራይ ነብሲ ወከፈን ሓደ ሽሕ ትርብዒት ሜትሮ መሬት ከምዝሃቡ እውን ሓቢሮም። ሕዚ እውን እተን ዝተረፋ ሽዱሽተ ፍሉያት ኣብያተ ትምህርቲ ንምዝዛም ከምዝስራሕ ዝገለፁ እቶም ስራሕ ፈፃሚ፣ ሕልሚ ትግራይ ንምዕዋት ብሉፃት ዜጋታት ንምፍራይ ከምቲ ዝተለመደ ተጋሩ ኣብ ጎኒ ማሕበር ልምዓት ትግራይ ክዓስሉ ፀዊዖም። ኣካያዲ ስራሕ ትካል ሱር ኮንስትራክሽን ሓላፍነቱ ዝተወሰነ ውልቀ ማሕበር ኢንጅነር ዘነፉ ኣስፋ ብወገኖም ትካሎም ማሕበራዊ ሓላፍነት ተሸኪሙ ዝተፈላለዩ ፕሮጀክትታት ይሰርሕ ከምዝነበረን ይሰርሕ ከምዘሎን ገሊፆም። ፕሮጀክት ማሕበር ልምዓት ትግራይ ብፅሬትን ኣብ ጊዚኡን ንምዝዛም ናይ ባዕሎም ብፅሒት ክዋፅኡን ኣብ ዝቕፅል ዘመነ ትምህርቲ ግልጋሎት ንምሃብ ለይትን ቀትርን ብምስራሕ ከምዘረክቡ ኣረጋጊፆም ኣለው። ኣብ ትግራይ ዝህነፃ ዓሰርተ ክልተ ፍሉያት ካልኣይ ብርኪ ኣብያተ ትምህርቲ ሓደ ነጥቢ ሓሙሽተ ቢሊዮን ብር በጀት ከምዝጠልባን ሙሉእ ብሙሉእ ስራሕ እንትጅምራ ድማ ኣብ ቀዳማይ ዓመት ሽዱሽተ ሽሕን ሓሙሽተ ሚእትን ተምሃሮ ተቐቢለን ከይዲ ምምሃር ምስትምሃር ከም ዘሳልጣ ምፍላጥ ተኻኢሉ እዩ። ብኻሊእ ወገን ህወሓት ተመዛበልትን ስደተኛታትን ወገናትና መረበቶም ከይምለሱ መቋመሪ ፖለቲካዊ ድሌቶም ይገብርዎ ኣለዉ ክብል ውድብ ሳልሳይ ወያነ ትግራይ ከሲሱ። ስቓይ ተመዛበልትን ዝተሰደዱ ወገናትን ደቂ ብሄረ ትግራይ ክናዋሕ ጉጅለ ህወሓት ዝተፃወቶን ይፃወቶ ዘሎን ኣሉታዊ ተራ እናቃላዕና ፀኒሕና ኢና ዝበለ ሳልሳይ ወያነ ትግራይ ሰበ ስልጣን ህወሓት ዛዕባ ተመዛበልትን ዝተሰደዱ ወገናትን መቋመሪ ፖለቲካዊ ህልውናኦም ገይሮም ህልውና ሚልዮን ህዝብና ኣብ ሓደጋ ምውዳቕ ማዕረ ማዕረ መንግስቲ ኢትዮጵያ ተሓታትቲ ምዃኖም ኣፍሊጡ ኣሎ ክብልዎ ዝፀንሑን ኣብዚ ቅንያት ብፍላይ ኣብ ቅድሚ ተመዛበልቲ ዝደገምዎ ሕቶ ተመዛባላይ ቅድሚ ምድሓን ውድብ ኣይምለስን ዝብል መሪር ቀልዲ ሓደ ግሉፅ ኣብነት እዩ ብምባል ንመራሕቲ ህወሓት ዝኸሰሰ ሳልሳይ ወያነ ትግራይ እዚ ፖለቲካዊ ጉጅለ ህወሓት ክንዲ ክንደይ ፖለቲካ ፀረ ብሄረ ትግራይ ምዃኑ ተወሳኽን ብቓልዕ ንኹሉ ግልፂ ዝገበረን እዩ ኢሎም። ረብሓ ትግራይ ዝረጋገፀሉ ጅማሮ ንክፍለም ዝሕግዝን ዓቕሚ ትግራይ ዝእክብን ጊዚያዊ ምሕዳር ከይህሉ ተዓጢቑ ዝሰርሕ ጉጅለ ህወሓት ኣብ ላዕሊ ዝተጠቐሰ ዛዕባ ተመዛበልትና ይኹን ካልኦት ዛዕባታት ትግራይ ዕውት ብዝኾነ መንገዲ ከይዕመሙ ምግባሩ ቀፂሉሉ ይርከብ ክብል ከሲሱ ኣሎ። ህላወ ትግራይን ደቂ ብሄረ ትግራይን ዝረጋገፅ፣ ሰላም ዝፀንዕ፣ ግዝኣታዊ ሓድነት ትግራይ ዝምለስን ረብሓታት ብሄረ ትግራይ ብእርግ ቁፅር ዝረጋገፁን ናብ ፖለቲካ ሰበ ስልጣን ህወሓት ካብ ምንቅዕራር ናጻ ብምዃን'ዩ ክብል እምነቱ ገሊጹ'ሎ። ንጻውዒት ብሄራዊ ጉባኤ ኣብ ዝግበር ቃልሲ፣ ምልኣት ህዝብና ኣብ ጎንና ኮይኑ ክቃለስ እንትንጽውዕ፣ ብፍላይ መንእሰይ ትግራይ ኣብዚ ቁርፂ እዋን ዘለካ ሓላፍነት መተካእታ ዘይብሉ እዩ ክብል ሳልሳይ ወያነ ትግራይ እዩ ፀዊዑ ዘሎ። ሰማይ ሚድያ ናብ ዘዋደዶ ካሊእ ሓበሬታ ተሰጋጊርና። መንገዲ ዓዲግራት-ደውሃን ኢሮብ ዳግም ኣገልግሎት ምሃብ ጀሚሩ። ኣብ ገለ ከባቢታት ብሰራዊት ኤርትራ ተነቢሩ ዝጸንሐ ኬላ ስለ ዝተላዕለ፣ መጓዓዝያ ህዝብን መኻይንን ገበርቲ ሰናይን ብወግዒ ኣገልግሎት ይህቡ ከም ዘለዉ ዋና ኣመሓዳሪ ወረዳ ኢሮብ መምህር እያሱ ምስግና ሎሚ ንቢቢሲ ገሊጹ። እቲ ጽርግያ ብሰንኪ ምዕጻዉ ሓደ ሰዓት ዝወስድ ዝነበረ መንገዲ ካብ ዓዲ ግራት ተዃሊሉ ብኣሰፍ ኣቢሉ ብዓሲምባ ናብ ደውሃን ሰለስተ ሰዓታት ዝወስድን ኣጸጋምን ኣብ ልዕሊ ምንባሩ ዋጋ መጓዓዝያ እውን ብሓደ ጉዕዞ ሸውዓተ ሚእቲ ብር ብምኽፋል ህዝቢ ምሒር ተፀጊሙ ምንባሩ ገሊፆም። ድሕሪ ውዕል ፕሪቶርያ ዋላ እኳ ድምፂ ጥይት ደው እንተበለ ህዝቢ ብስእነት ኣገልግሎት መጓዓዝያ ኣብ ዓብዪ ፀገም ምፅንሑ ሓቢሩ ኣሎ። መምህር እያሱ ዋላ እኳ መንግስቲ ብወግዒ ዝፈልጦ ኣይኹን ኣብቲ ከባቢ ህዝቢ ምስ ህዝቢ ርክብ ይካየድ ኣሎ ኢሉ። እቲ ኣብ እንጋል ዝነበረ ኬላ ከይተልዓለ እናሃለወ እውን ካብ ዓዲግራት ናብ ደውሃን ኢሮብ ዝወስድ መስመር መብራህቲ ክቋረፅ እንከሎ ዓበይቲ ዓዲ ምስ ሰራዊት ኤርትራ ብምዝርራብ ሰብ ሙያ ከይዶም ስራሕቲ ፅገና ይውግኑ ምንባሮም እቲ ዋና ኣመሓዳሪ ይገልጽ። እቲ ዋና ኣመሓዳሪ ከምዝበሎ፣ ኣብዚ እዋን እቲ መንገዲ ብምኽፋቱ ትካላት ረድኤት ኣብ እንጋል ጽገና ዝስተ ማይ ኣካይዶም ኣለዉ። መምህር እያሱ ኣተሓሒዙ፣ ብሄረሰብ ኢሮብ ኣብ ሓደጋ ምጥፋእ ዝርከብ ህዝቢ ምስ ምዃኑ፣ እዚ ዝተጀመረ ርክብ ህዝቢ ምስ ህዝቢ ስነልቦናዊ ነጻነት ፈጢሩ'ሎ ክብል ኣረዲኡ። ብሰንኪ ስእነት ሰላምን ምርግጋዕን ብርክት ዝበሉ መናእሰይ ናብ ሊብያ፣ የመንን ዝስደዱን ዘይሕጋዊ ዝውውር ሰባት፣ ዝረኣየሉን ምንባሩ ዝገለጸ እቲ ኣመሓዳሪ፣ ሕዚ ግን ተነጻጻሪ ሰላምን ህድኣትን ክርከብ ምኽኣሉ ኣፍሊጡ'ሎ። ብመሰረት መግለጺ መምህር እያሱ፣ እቲ ሕዚ ዝረኣ ዘሎ ሰላምን ተጀሚሩ ዘሎ ህዝቢ ምስ ህዝቢ ርክብን፣ ብወገን ኤርትራ ኬላ ምልዓልን ሰራዊት ናብ ድሕሪት ምምላስን፣ እቲ ኩነታት ካብ ዝኸፍኣ ናብ ዝሐሸ የሰጋግሮ'ሎ ኢሉ። ህዝብን ሰራዊትን ክልቲኡ ሃገር ብኩናት ዝንጸርጸረ ምስ ምዃኑ፣ ሰላማዊ ርክብ ዝተሓወሶ ንክኸውን ጊዚያዊ ምሕዳር ትግራይን መንግስቲ ፌዴራልን ወግዓዊ መልክዕ ከትሕዞ ይግባእ ተባሂሉ ኣሎ። እዚ ከምዚ ኢሉ እንከሎ፣ ብወገን ዶብ ኤርትራ፣ ዞባ ማእኸል ትግራይን ቀንዲ መሳገሪ ኣብ ዝኾነ ሩባ መረብ ካብ ኤርትራን ትግራይን ዝመፅኡ ህዝቢ ኣብ ዝተረኸብሉ ሰንበት ሸሞንተ ሰነ ክልተ ሽሕን ዓሰርተ ሸውዓተን ዓመተ ምህረት ከምዝተኸፈተ ነበርቲ ንቢቢሲ ገሊፆም ኣለው። ነባሪ ከተማ ራማ ኣይተ ሓዱሽ ሙሉብርሃን ኣብ ቢንቶ መረብ ትማሊ ኣብ ዝነበረ ርክብ ህዝቢ ካብ ዝተሳተፉ ሓደ እዮም። ብቐንዲ ብወገን ኤርትራ ዝተወደበ ከምዝኾነ ዝገልፅ ኣይተ ሓዱሽ፣ ካብ ክልቲኡ ወገን ነበርቲ፣ ዓበይቲ ዓድን መራሕቲ ሃይማኖትን ኣብቲ መድረኽ ከም ዝተረኸቡ ንቢቢሲ ገሊጹ። ቅድም ክብል ንብዙሕ ዓመታት እንምነዮ ዝነበርና እዩ፣ እቲ ጭላንጭል ሰላም ንከታተሎ ኔርና፣ ብዛላምበሳን ኢሮብን ዝገበርዎ ርክብ ኔሩ፣ ኣባና እውን ከምኡ ክፍጠር ንጽበዮ ኔርና፣ ከምኡ ኢና ጌርና ኢሉ። ኣብዚ ቕነ ምስ መንግስቲ ኤርትራ ርክብ ከም ዘለዎ ዝንገረሉ፣ ነጣፊ ማሕበራዊ ሚድያ ኣወል ስዒድ፣ ምስ ገለ ነጠፍቲ ደገፍትን ማሕበራዊ ሚድያን ህወሓት ኮይኖም ጽምዶ ብዝብል ዝገብርዎ ዘለዉ ጎስጓሳት ሚድያ ክከታተልዎ ከም ዝቐነዩ ይዛረብ። ስምዒትን ድሌትን ህዝቢ ዝተሸገረ ህዝቢ ዘለዓዕሎ እዩ ነይሩ፣ መበገሲኡ እዚ ግን እዞም ክልተ ሰባት ዘለዓዕልዎ እዩ ነይሩ፣ ይኣኽለና ኢሉን ኣይትሓድሽ ኣብ መረብ ቢንቶ ኢና ተራኺብና፣ ጽምዶ ሰላም ጽምዶ ፍትሒ እትብል ባነር ኣብታ ማእኸል ቢንቶ ተተኺላ ነይራ፣ ንሳቶም ብስነልቦና ኮነ ብማተርያል ኣዐርዮም ተዳልዮም ነይሮም ኢሉ። መራሕቲ ሃይማኖት እውን ከም ዝተሳተፍሉን እንግዶት ምሳሕ ከም ዝነበረን ሓቢሮም። ኣቦይ ግዛው ዝተብሃሉ ካልኣይ ተሳታፋይ እቲ መድረኽ ድማ ብጣዕሚ ጽቡቕ ነይሩ፣ ኣነ ተሓጒሰ እየ፣ ክትሪኦ እንከለኻ ዝተፈላለየ ህዝቢ ክራኸብ እንተሎ ዝበኪ ነይሩ፣ ከምዚ እንተቐፂሉ ፅቡቕ ውፅኢት ክመፅእ እዩ ኢለ እየ ዝኣምን ኢሎም። ኣብ ስደት ከምዝነበሩ ዝዛረቡ እቶም ኣቦ፣ እዚ ህዝቢ ራህዋን ሰላምን ረኺቡ ክርኢ እየ ዝደሊ ኢሎም። እዚ ፍፃመ እዚ ድሕሪ ደማዊ ኲናት ነዚ ንነዊሕ ዓመታት ተፈላልዩ ዝፀንሐ ኣብ ክልቲኡ ወገን ዝርከብ ህዝቢ ናብ ጎንና ሰላምን ማሕበራዊ ርክብን ክኣቱ በር ዝኸፍት ከምዝኾነ ዝንገር ኮይኑ እንተኾነ ግን ገለ ተቓውሞታት እውን ይስማዕ እዩ። ኣብ ኢትዮጵያ ሕጋዊ ሰብነት ስኢኖ ዘሎ ውድብ ህወሓት ብዛዕባ ዝሓዞ ቅዋም ዕላዊ እንተዘይገበረ እኳ ገለ ወታደራዊ ኣዘዝትን መራሕቲ እቲ ውድብን ውሽጢ ንውሽጢ ምስ መንግስቲ ኤርትራ ይራኸቡ ኣለዉ ዝብል ጸብጻባት ክዝርጋሕ ጸኒሑ እዮ። መንግስቲ ኢትዮጵያ ድማ ኣንጻር እዚ መንግስቲ ዘይፈልጦ ርክባት ተቓውሞ ከስምዕ ዝጸንሐ ኮይኑ፣ ብህወሓት ኣቕራብነት ግዝያዊ ምሕዳር ኮይኑ ዝተሸመ ፕረዚደንት ታደሰ ወረደ ካብ ዝፈረመሎም ሸሞንተ ነጥብታት መንግስቲ ፌደራል ዘይፈልጦም ርክባት ጠጠው ከብል ዝብል ይርከቦም። ብኤርትራ ወገን ብዙሕ ህዝቢ ከም ዝነበረ ዝዛረብ ኣይተ ሓድሽ፣ መንግስታዊ ድጋፍ ከም ዘለዎ ድማ ይኣምን። ብወገን ኤርትራ መንግስቲ ዝድግፎ እዩ ዝመስለኒ፣ ርግጸኛ ኣይኮንኩን ግን፣ ብዙሕ ህዝቢ እዩ ወጺኡ መንግስቲ ከይደገፎ ክንዲ ዝኣክል ህዝቢ ክወጽእ ኣይኽእልን እቲ ናታቶም ኣተሓሕዛ ትርር ዝበለ እዩ ኢሉ ብናትና ግን ንሕወሓት ንምድጋፍ ኣይኮነ ካሊእ ንምቅዋም ኣይኮነን መንግስቲ ኢትዮጵያ ንምቅዋም ኣይኮነን ንሕና ከምዚ ክንኮነሉ ንኽእል መዓልቲ እዩ ይኣኽለና ናብ ልምዓት ናብ ሰላም ንኺድ ብዝብል እዩ ተገይሩ መንግስቲ ኤርትራ ኣብ እዋን ኩናት ትግራይ ብሰፋሕቲ ገበናት ኩናት ዝኽሰስ ኮይኑ እዚታት ዕልባት ከይረኸበ ዝግበር ርክባት ሙሉእ ሰላም ክፈጥር ኣይኽእልን ዝብል ተቓውሞታት ካብ ገለ ነጠፍቲ ወገን ትግራይ ይስማዕ እዩ ከምኡ ድማ ዝጽምዶ ብዝብል ዝብጋገስ ዘሎ ርክባት ኣብ እዋን ምትፍናን መንግስታት ኢትዮጵያን ኤርትራን ዝግበር ዘሎ ብምዃኑ ንሰላም ዘይኮነስ ኣንጻር መንግስቲ ኢትዮጵያ ንኹናት ዘቕንዐ እዩ ዝብሉ ርእይቶታት እውን ይወሃቡ ኣለዉ እዮም። ካብ ዜናታት ወጻኢ፣ ኢራን ንህንጻ ሞሳድ ብሚሳይል ደብዲበ ኢላ። ኢራን ሎማዕንቲ ንግሆ ኣብ ሄርዚሊያ ንዝርከብ ናይ ሞሳድ ህንጻ ብሚሳይል ደብዲበ ክትብል ኣፍሊጣ ኣላ። ካብ ቴልኣቪቭ ብወገን ሰሜን ንዝርከብ ህንጻ ወተሃደራዊ መረዳእታትን ሞሳድን ብሚሳይል ምውቅዑ ሚሊታሪ ኢራን ጸብጺቡ። ሎማዕንቲ ንግሆ ትኽክለኛ ናይ ሚሳይል መጥቃዕቲ ከምዝተፈጸመ ግልጋሎት ዜና ሩስያ ስፑትኒክን ኣልማያዲን ቲቪን ሓዊሱ ካልኦት ፍልፍላት ሚድያ ጸብጺቦም ኣለው። እቲ መጥቃዕቲ ኣብ መንጎ ክልቲኦም ወገናት ዘሎ ወተሃደራዊ ምብኣስ እናወሰኸ ምምጽኡ ይሕብር ተባሂሉ። ከም ገለጻ እቶም ፍልፍላት እቲ ሚሳይል ብቐጥታ ነቲ ህንጻ ዒላማ ዝገበረ'ዩ። ብወገን እስራኤል ዛጊድ ብዕሊ ዝተረጋገጸ ዕንወት ናውትን ሞት ሰብን የለን። ኣዛዚ ሓይሊ ምድሪ ኢራን ተስኒም ኒውስ ንዝተባህለ ሚድያ መንግስቲ ኢራን ከምዝተዛረብዎ፣ ኣብ ስትራቴጂካዊ ቦታታት እስራኤል ዝግበር መጥቃዕትታት ዝተራቐቑ ኣጽዋር ኲናት ብምጥቃም ኣብ ዝመጽኡ ሰዓታት ተጠናኺሮም ክቕጽሉ እዮም። ሄርዚልያ ዋና ማእኸል ስራሕቲ ስለላ እስራኤል እንትትከውን፣ ኣብ ልዕሊ እቲ ማእኸል ዝተወሰደ ስጉምቲ ንክልቲኤን ሃገራት ናብ ዝኸፍኣ ጎንጺ ከየእትዎም ተፈሪሑ ኣሎ። ሓይልታት ምክልኻል እስራኤል ኣብ እዋን ኲናት ሓዱሽ ዝተመዘዘ ዋና ወታደራዊ ኣዛዚ ኢራን ቀቲሉ ኣሎ። ሓይልታት ምክልኻል እስራኤል ኣብ እዋን ኲናት ዋና ወታደራዊ ኣዛዚ ዝነበረን ሓደ ካብቶም ላዕለዎት ወታደራዊ ኣዘዝቲ ኢራን ዝኾነ ዓሊ ሻዳማኒን ከም ዝቐተለ ኣፍሊጡ። እቲ ኣዛዚ ኣብ ማእኸላይ ቴህራን ኣብ ዝርከብ ዋና ቤት ጽሕፈቱ ብዝተፈጸመ መጥቃዕቲ ነፈርቲ ከም ዝተቐተለ እዩ ተሓቢሩ ዘሎ። ዓሊ ሻድማኒ ነቲ ኣብ መጀመርታ ናይዚ ወርሒ ብደብዳብ ነፈርቲ እስራኤል ዝተቐተለ ሓላፊ ስታፍ ነበር ኣላም

ናብ ከቢድ ኲናት ኣትዮም ኣሎዉ። እቲ ፕረዚደንት፣ ቤት ምኽሪ ብሄራዊ ድሕነት ኣብ ኩነታት ንክዳሎ ኣዚዙ ክብል ድማ ፎክስ ኒውስ ጸብጺቡ ኣሎ። ኢራን ሎሚ ንግሆ ተኸታተልቲ ሚሳይላት ናብ እስራኤል ከምዝተኮሰት ሰራዊት ምክልኻል እስራኤል ገሊጹ'ዩ። በዚ ሓሙሽተ ሰባት ቀሊል መጉዳእቲ ከምዝወረዶም ድማ ሓቢሩ። እቲ መጥቃዕቲ ስዒቡ ኣብ መላእ እታ ሃገር መጠንቀቕታ ደወል ክስማዕ እንከሎ፣ ሰራዊት ምክልኻል ኣብ ዝተፈለለዩ ከባቢታት እታ ሃገር ዝርከቡ ነበርቲ ሰራዊት ዝህቦም መምርሕታት ክከታተሉ ተነጊርዎ ኣሎ። ኣብ እየሩሳሌምን ተልኣቪቭን ዝርከቡ ጋዜጠኛታት ቢቢሲ ድማ ሎሚ ረፋድ ብዙሕ ድምጽታት ነታጒ ከም ዝሰምዑ ተዛሪቦም። እቲ መጠንቀቕታ ደወል ምስ ተሰምዐ ብውሕዱ ሓደ ሚሳይል ኣብ ማእከላይ እስራኤል ከም ዝወቕዐ ጸብጻባት የመላኽቱ። ኣገልግሎት ህጹጽዋን ሓደጋ እስራኤል ኣብ ዘውጽኦ ሓበሬታ፣ ብሰንኪ እቶም ሚሳይላት ኣብ ልዕሊ ሰባት ቀሊል መጉዳእቲ በጺሑ ኣሎ። ኣብ ማእከላይ እስራኤል ኣብ ዝርከብ መዕርፎ ኣውቶቡስ ብዝበጽሐ መጥቃዕቲ፣

ሂባ ነይራ እያ። ብዙሓት ሰባት ድማ ካብ ቴህራን ክወጹ ይፍትኑ ኣለዉ። ጋዜጠኛ ቢቢሲ ፐርሽያ ጉንቺ ሃቢብ ኣዛድ፣ ሓንቲ ዝፈልጣ ስድራቤት ብልሙድ ካብ ቴህራን ሰለስተ ሰዓታት ዝወስድ ጉዕዞ ዓሰርተ ኣርባዕተ ሰዓታት ወሲዱላ ካብታ ከተማ ከምዝወጸት ሓቢሮም። እዞም ስድራ ኣብ መወዳእታ ንክወጹ ዕድለኛታት ምዃኖም ገሊጾም ኣለዉ። ካልኦት ብዙሓት ዘዘራረቦም ሰባት'ውን ተመሳሳሊ ስምዒት ከምዝነበሮም ይሕበር። እቶም ካብ ቴህራን ክሃድሙ ዝኸኣሉ ግን ድማ ብዛዕባ'ቶም ካብታ ከተማ ክወጹ ዘይከኣሉ ኣዕሩኽቶምን ቤተሰቦምን

ካልኦት ብዛዕባ እታ ሃገር ዒላማ ዝኾኑ ቦታታት እውን ናብ ዝንገረሎም ቦታታት ምቕያሮም ተዓዚቡ ኣሎ። ብኣካል ይኹን ብስምዒት ኣዝየ ደኺመ ኣለኹ፣ ኣይደቀስኩን ክብል ሓደ ሰብ ጽሒፉ ኣሎ። ካሊእ ድማ ከመይ ገይሮም ዓሰርተ ሚልዮን ሰባት ካብ ቴህራን ክወጹ ይኽእሉ ይብል። እዚ ሕቶ ኣብቲ ዕላላት መልሲ ኣይረኸበን። ኣብ መንጎ እስራኤልን ኢራንን ሰፊኑ ዘሎ ወጥሪ ግን ሓምሻይ መዓልቱ እዩ ሒዙ ዘሎ። ክብራትን ክብራንን ቤተሰብ ሰማይ ሚድያ ነዚ ሰዓት እዚ ዝተዋደደ ዋናዊ ሓበሬታታት ተቐሪብና ዛዚምና ኣለና። ንቻነልና ላይክ፣ ሼር፣ ሰብስክራይብ ምግባር ቤተሰብ ሰማይ ሚድያ ኹኑ። ሰናይ ግዘ ንምነ።